ብሓጺሩ ሕጂ እንታይ እየ ክብል ደልየ ብዛዕባ እዚኦም UK ዝኸዱ ዘጣዕሶም ወይ ናብ ኣመሪካ ዝኸዱ ከምኡ በብዓይነቶም እንድዮም ዝጽሕፉለይ ኣነ ግን ሓቂ ሓይሽ ያእ ወላ ሓደ ክሕግዞም ኣይክእልን እየ ብሓጺሩ ፐርከ ያእ ገሊኦም ሓንቲ ኢንፎርሜሽን መጽያትኒ ዝነበረት ቅድሚ ሕጂ ኣብ ውሽጢ ዓመት እንድሕር ተመሊስካ እዚኦም ዓዲ ሓደ ኣይብሉኻን እዮም ዝ ኣብ ወይ ጽሒፎም ኣለዉ ኣብ ኮመንት ወይ ኣብዚ ላይፍ ከለኹ ከምኣ ሰሚዐ ኣለኹ ሓቂ ድዩ ኣይሓቅን ግን ኣይፈልጥንየ ከምኡ ተመክሮ ዘለዎ ከኣ ከይዱ ዝነበረ ዝተመለሰ መሊሱ ኣብዚ ከኣ ኖርማል ወረቃቅቱ ዝተቀበለ ኣብቲ ዩቱብ ኮመንት እንተዝጽሕፈለይ ደስ ምስ በለኒ ነቲኦም ሰባት ከምኡ ዝሓቱኒ ዘለዉ ሓገዝ ክኮኖም ማለት እዩ ብርክ ኣነ እንታይ ጥራየ ክብሎም ዝክእል ወይ ኦርጋንዘሽን ብነጻ ዘማክሩካ ክትከይድ ኣለካ ኣብ ከምዚ ብርክ ኩሉ ግዜ ኣብ ዝኮነ ዓዲ ኦርጋንዘሽን ኣለዉ ናይ ኩሉ ነገር ናይ ኩሉ ናይ ወጻእተኛታት ወረቐት እንድሕር ዘይብልካ ከማን ናይ ቤተክርስትያን እንድዮም ንሕና ሕጂ ካሪታስ ዲያኮኒ ሸቨያ ገሌና ጥራይ ንፈልጥ ግን ኩሉ ግዜ ማሕበራት ኣለዉ ናይ ዝኾነ ኣርእስቲ ጥራይ ክትረኽቦም ኣለካ ኣብቲ ናትካ ከተማ ወይ ኣብ ካልእ ከተማ ከማን ውጽእ ኢልካ ማለት ኣብ ገጠር እንድሕር ትቕመጥ ኮንካ ኣብቲ ናትካ ገጠር ምናልባት የለዉን ግን ውጽእ ኢልካ ንኣብነት ቮልፍስቡርግ እንድሕር ትቅመጥ ኮንካ ናብ በዓል ሃኖቫር ዕብይ ዝበለ ከተማ ወይ ብራውንሽቫይግ ትኸይድ ማለትስ ናይ ሰዓት መገዲ ገለ ትኸይድ ማለት እዩ ሽዑኡ እቲ ከምኡ ኦርጋኒሰሽን ትደሊ ማለት እዩ ሕጂ ናት ኣነ እንታይ ክብል ዝደሊ ሕጂ ንኣብነት ኣብዚ ሲንግል ሰባት ከምኡ ጽሒፎምለይ ኣለዉ ቅድሚ ሕጂ ኣብዚ ቀረባ ግዜ ከኣ ኣዴታት ምስ ደቀን ዝከዳ ሕጂ ዓመት ሙሉእ ኣብ ሆቴል ኮፍ ኢለን እሳተን ግን ወረቀት ተዋሂበን ገዝእን ክረክባ ናብራ ኖርማል ክጅምራ እዩ መሲልወን ዘሎ ዓመት ሙሉእ ብዘይ ተቀቢልናኪ ኣይተቀበልናክን በቃ ምስ ደቅካ ኣብ ሆቴል ክትቅመጥ ከኣ ከም ያ ሲንግል ማማስ ብጣዕሚ ከቢድ እዩ ኣብ ገዛ ኖርማል ሂወት ዝነበረካ ኣብ ጀርመን ኣብ ዓዲ እንግሊዝ ኮንካ ከኣ ኣብ ኣብ ክስታይ ኣብ ሆቴል ክትቅመጥ ስኒ ቀሊል ኣይኮነን ነቲኦም ቆለውዕ ቀሊል ኣይኮነን ንዓኻ ቀሊል ኣይኮነን ስሩዕ ሂወት ስኒ የብልካን በቲ ከኣ ወረቀት የብልካን ሓደ ክትንቃሳቀስ ኣይት ምደብ መደብ ክተውጽእ ኣይትኽእልን ኢኻ መብዛሕትኡ ግዜ ከኣ ስለምንታይ እቲ ሰብ ዝኸይድ ኦፍኮርስ ምኽንያት ኣለዎ እቲ ወረቀት ሒዙ ዝኸይድ I don't know ኣይርድኣንን እዩ ንዓይ ወረቀት ኮሎዎ ናይዛ ዓዲ እዛ ዓዲ ጸሊኤዮ ኢሉ ናብ ካላኣይ ስደት ዝከይድ ኣይ እንድዒ ኣይርድኣንን እዩ ፐርከ ካላኣይ ስደት ስኒ ከመይ ገሩ እዩ ክበልጽ ዝክእል ካላእ ዓዲ እንድሕር ኮይኑ ከማን ስኒ እንታይ እዩ ዘብልጾ ስለዚ ኣብ ከምዚ ክንውስን ኮለና ናብ ካላእ ዓዲ መሊስና ምክያድ ስኒ ስለምንታይ እየ ዝከይድ ዘለኩ እንታይ ስለ ዝጽበይ ዘለኩ ኢልካ ከማን ንነብስካ ክትሓታ ኣለካ ክትውስን ኮለካ ስኒ ሰብ ኢሎምኒ ኣሜሪካ ይበልፅ ወይ ዩኬ ይበልፅ ስኒ እንድዒ ኣብዚ እዋን እዚ ከማን ሓቂ ክብለኩም ኣብ ግዜ ዲጂታላይዜሽን እንድሕር ንፉዕ ኮይንካ ኣበይ ከም ዘለኻ ከማን ኣገዳሲ ኣይኮነን እንድሕር ክትሰርሕ ደሊኻ ኦንላይን ብዙሕ ስራሕ ኣሎ ብዙሕ ነገር ስኒ ኣብ ዝኾነ ዓዲ ናትካ መንፋዕቲ እዩ ወሳኒ እቲ ዓዲ ኣይኮነን ወሳኒ ዘለካ ከማን ኣገዳሲ ኣይኮነን እንድሕር ክትሰርሕ ደሊካ ኦንላይን ብዙሕ ስራሕ ኣሎ ብዙሕ ነገር ስነ ኣብ ዝኮነ ዓዲ ናትካ መንፋዕቲ እዩ ወሳኒ እቲ ዓዲ ኣይኮነን ወሳኒ ብምክንያት እዩ ሰብኣይካ ወይ ሰበይቲ ካብቲ ዓዲ እንድሕር ኣላ ካልእ ጉዳይ እዩ ከምዚ ወረቀት ሂቦምኒ ከለዉ ግን እዚ ዓዲ ፀሊኤዮ ኢልካ ክትከይድ ናብ ካልኣይ ስደት ዓብ ሪስክ ኢካ ትወስድ ዘለካ ኩሉ ግዜ ከኣ መዓት ኤነርጂ እዩ ዝውትኣልካ ኣንኳይ ዓዲ ክትቅይርጽን ገዛ ክትቅይር ኮለኻ ከማን ከቢድ እዩ ስለዚ ጽቡቅ ገርና ክንሓስበሉ ኣለና ድሓር ምስ ተጣዓስካ ከኣኒ ከመይ ገይረ ክምለስ ኣብ ክንዲ ምባል እዚኣ ሓንቲ ሓንቲ ካብእን ሕጂ ዳርጋ ዓመት ገይራ ኣላ ሕጂ ከመይ ገይረ እየ ክምለስ ዝኽእል እያ ትብል ዘላ ግን እንድዒ ኣነ ጠበቃ ሕተቲ ኣብኡ ማዝስ ወይ ኣብዚ ሕተቲ እቲ ሕጊ እንታይ እዩ ዝብል ልክዕ ኢልኪ ናይ ክልተ ዓመት ወረቀት እዩ ነይርዋ ንኣብነት ኦኬ ግን እታ ወረቐትካ ከማን ኣብዛ ዓዲ ኩሉ ግዜ ክተማሓይሾ ትኽእል ኢኻ ክብለኩም ይደሊ እንድሕር ኪኢልኪ ከማን ወጺኺ ተዛረቢ ኢለያ ኣለኹ ግን ኣይ ኖኖ እሱስ ናት ኣይክእሎን እየ ኢላ ፐርከ እቲ ሰብ ባዕሉ ክነግረካ ከሎ ኣጣዒስኒ ኣጣዒስኒ ዝብል ሰብ ከኣ ዳርጋ የለን እንድዒ ማለት ጽቡቕ ኔሩ እቲኦም ከምኡ ዘጣዓሶም ከኣ ንኻልኦት ሰብ ክምህሮም ክምህሮም መታን መሊስካ እቲ ጌጋ ከይድገም እንተዝወጹ ጽቡቅ ኔሩ ብናተይ ወገን ማለት እዩ ግን ኣነ ብሓጺሩ እንታይ ክብል ዝክእል ወይ ጠበቃ ሰብ ጌራ ክትሓትት ማለት እዩ ጽቡቅ ጌራ ከፊላ ወይ ድማ ኦርጋኒዘሽን ክትሓትት ያ እዚኤን ክልተ እየን ዘለዋ ብሓጺሩ ብኸምኡ ከኣንየ ኣጋጣሚ በዚ ጉዳይ እዚ ክብለኩም እቲ ዎርክ ሾፕ ኢለ ነይረ ቅድሚ ሕጂ ዎርክ ሾፕ ክብል ከለኹ እዚ ከምዚ ኢታ ትሕቶ ሕጂ እቲኣ ጠበቓ ዝዓደምክዋ ምስ መለሰትልና ነይራ ኣነ ኣነ መታን ምቻለኩም ከምዚ እቲ ሕቶታት ክመጽእ ከሎ ንዓይ ከቢድ እዩ እሱ ኣይኮንኩን ተማሂረ ናይ ኣውስሌንዳ ሬስት ሓደ ጠበቓ ሽዕኡ ብደንቢ ክነግረካ ከሎ እዝን እዝን ክትገብር ትኽእል ኢኻ፣ ክሳብ ክንድዚ ክትምለስ ትኽእል ኢኻ ክብለካ ከሎን ሓደ ሰብ ኣብዚ ቲክቶክ ከምዝን ከምዝን እዩ ክብለካ ከሎን ነንበይኑ እዮም እሽዶ። ስለዚ እቲ ዎርክሾፕ ቅድሚ ሕጂ መደብ ጌረዮ ዝነበርኩ ከማን ሓደ ካብቲኤን ብዙሓት ነጥብታት እንድየን ኔረን ዝተነጸጉ ወረቐቶም ከምቲ ዝደለይዎ ዘይኮነ ከመይ ጌሮም ከመሓይሽዎ ይኽእሉ እም ዱልዱም ጥራይ ዘለዎም እዚ ንዓ ዱልዱም ብትግርኛ እንታይ ዝብሃል ተጸሚምናካ ኣለና ማለት እዩ ዱልዱም ተጸሚምናካ ኣለና ኣይተቀበልናካን ግን ተጸሚምናካ ኣለና ወይ ናይ ሓደ ዓመት ጥራይ ወረቀት ዘለዎም ወይ እም በዚ ኣጋጣሚ እዚ ከኣ እንታይ ክብለኩም ይደሊ እዚኣ ከማን ብዙሕ ግዜ ተጓንፈኒ'ያ ንዓይስ ናይ ሰለስተ ዓመት ኔርንስ ሕጂስ ናይ ሓደ ዓመት ጥራይ እዮም ጌሮሙለይ እዚ ሕጂ ከምቲ እቲኣ ጠበቓ ዝበለትኒ ኣብ ካልእ ቪድዮ ኢለዮ ኣለኹ ግን መሊሰ ክደግሞ እየ እቲ ቪድዮ ስለ ዘይረኣይ ኣብ ከምዚ ክትቃወሙ ኣለኩም ቀልጢፍኩም ብዘይ መኽንያት ካብ ሰለስተ ዓመት ዝነበረካ ናብ ሓደ ዓመት ክቕይርዋ ኣይፍቀደሎምን እዩ ኢላ ኣረዲኣትኒ ቅድሚ ሕጂ ቆጸራ ወሲደ ከፊለያ ማለት እዩ ብክፍሊት ማለት እዩ ሕቶታት ሓቲተያ ነይረ እቲኣ ቪድዮ ኣብቲ ናይ ዓሚ እያ ዓሚ እያ ግን እቲ ሕጊ ሓደ እዩ ካብ ዓሚ ከማን ሳራ ኣይዋ ብርክ ብዙሓት ሓበሻ ሕጂ ከምኡ ጸገም ከ ኣለዎም ብዙሓት ኤርትራውያን ናይ ዓመት ናይ ሰለስተ ዓመት ዝነበሮም ያ ኣብ ዩቲብ ኩሉ እየ ዝገብሮ ያ እዚ ከማን ኣብ ዩቲብ ክትረኽቦ ኢኻ እዚ ቪድዮ እዚ ካልእ ከ ኣሎ እቲ ናይ ቀደም ከማን ረኣይዎ እም ናይ ሰለስተ ዓመት ዝነበሮም ናብ ሓደ ዓመት ይቕይርዎም ኣብ ገሊኦ ዓዲ ከማን ናይ ፍርቂ ዓመት ይቕይርዎም እቲ መኽንያት ግን ብቑዕ ኣይኮነን ሃንደበት ከምኡ ይገብርዎም ኣብቲ ክሕድስዎ ዝግብኦም ግዜ እዚ ሕጂ ኣይፍቀድን እዩ ቐልጢፍኩም ክትቃወሙ ኣለኩም ክብለኩም ጥራይ እየ ዝደሊ እቲ ጠበቓ ከምኡ ኢላ ኣረዲኣትኒ ብቑዕ እንድሕር ገበን ዘይገበርካስኒ ስቕ ኢሎም ከውርድዎ ኣይክእሉን እዮም ገበን እንድሕር ጌርካ ከማን ሓጺር ግዜ ጥራይ ዘለዎ ክትቃወመሉ ትኽእል ክትቃወም ትኽእል ኢኻ ኣብኡ ከማን ገሊጸዮ ኣለኹ ሕጂ መሊሰ ኣይደግሞን እቲ ቪድዮ ገበን እንድሕር ኣለካ ከማን ክትቃወሞ ኣለካ ሰሙን ጥራይ እያ ግዜ ዘላትካ ከምቲ እሳ ዘረዳኣትኒ ቀልጢፍካ ጠበቓ ከዓ ክትሕዝ ኣለካ መጀመርያ ከዓ ኩሉ ግዜ ኣብ ከምኡ ክስታይ እንድሕር ኣለኻ ምስ ሓደ ጥዑይ ጠበቓ ክትማኸር ፈትን እንታይ እንታይ እንተ ገበርኩ ኣብ ከምዚ እሳ ከማን ክትሕግዘኩም ትክእል እያ ኣብ ካልእ ዓዲ እንድሕር ኣለኹም ቅድሚ ሕጂ ኢለኩም ነይረ ብርክ እቲ ጠበቃካ ብልቡ ድዩ ንዓካ ክሕግዘካ ዝደሊ ወይ ንገንዘብ ጥራይ ዝሕግዘካ ዘሎ ኣብ ከምኡ ከማን ፍልልይ ኣሎ ጥዑይ ጠበቃ ክትረክቡ ፈትኑ ንካልኦት ሰባት ዝተዓወተሎም ከኣ ክከውን ኣለዎ እዚኢታት ከምዚ ወጻኢ ዘለኩም ከኣ መሊሰ ክነግረኩም ይደሊ ኣብ ሽቶያ እክሌሩንግ ይእትውዎ ኢኹም ኣብቲ ሽቶያ እክሌሩንግ ኣመዝግብዎ ናይ ጠበቓ ዝኾነ ብርከ ሕሱር ኣይኮነን ናይ ጠበቓ እዚኢታት ሪሲት ከማን ሓዝዎ እቲኦም ዝሕግዙኹም ከምኡኢታት ኣይሓትኹምን እዮም ግን ዝኾነ ሪሲት ካብ ዓቕምኹም ዝበዝሐ ኩሉ ግዜ ሕተቱ ኢኹም ኣብ ሽቶያ እክሌሩንግ ከመኽኒ ይኽእል ድየ? ክገብሮ ይኽእል ድየ? ኢልኩም እቲኦም ክትከፍሉ ዘይትኽእሉ ጠበቓ ከኣ መንግስቲ ንባዕሉ ክሕግዘኩም ይኽእል እዩ። ኣብኡ ከማን ቪድዮ ገይረ ኣለኹ። እንድሕር ነጺገሙኹም ከማን ካብ መንግስቲ ትነብሩ ኣለኹም መንግስቲ ባዕሉ እዩ ዝኸፍሎ እቲ ጠበቓ። ኣብ ከምኡ ከማን ዝበለጸ ባዕልኩም እቲ ጠበቃ ክትደልይዎ ፐርከ ኩሉ ግዜ እቲ ጠበቃ ወሳኒ እዩ ኣይናይ ጠበቃ ኢካ ትወስድ ተረዲኩምኒ ኩላቶም ስኒ ካብ ብልቦም ኣይኮኑን ዝሰርሑ ኣለኒ ክትብልዎም ትክእሉ ኢኩም ባዕልኩም ክትመርጽዎ ትክእሉ ኢኩም ብዙሕ ግዜ እሳቶም እቲኦም ወረቀት ዝህቡኩም ናብዚ ጠበቃ ኪድ እዮም ዝብሉካ ናይ ንዓይ ኣለኒ ናተይ ክትብሉ ኣለኩም ኣብ ቁኒኒ ኣለኒ ድሮም ምስኡ ተዛሪበ ኣለኩ ካባኩም እቲ ኣቤራቱም ሻይን ጥራይ እየ ደልየ ኢኩም ትብልዎም በርከ ከምዚ ክስታይ ን ማለት ከምዚ ዘመድ ንዘመድካ እዩ ከማን ኣብዚ ዓዲ ከማን ከምኢታት ኣሎ ምሻለካ ኣነ ሕጂ ኣብኡ ኣብቲ ናይ መንግስቲ እንድሕር ይሰርሕ ኮይነ መሓዛይ ከዓ ጠበቃ እንድሕር ኮይና በሊ ኩላቶም ናባኺ ክሰዶም ኢልካ ብውሽጢ ውሽጢ ክስታይ ከምኢታት ኣሎ ኣብዚ ዓዲ ከማን ኣይምሰልኩም ኣይፍቀድን እዩ ማለት እሳቶም ብውሽጢ ገንዘብ ክቅበሉ ግን ኣሎ ከምዚ ኣሎ የለና ኣይኮነን ያህ ከም ኣብ ኩሉ ዓዲ ግን ግሉጽ ግልጽ ናትካ መሰል ግን ናትካ ጠበቓ ክትሕዝ እዩ ብዘይ ስክፍታ ኦይ እሳቶም እዮም ዝኸፍልዎ ዘለዉ እሞ እሳቶም ዝበሉ ንክሰምዕ ኣለኒ ከ ኣይትበሉ እቲ መሰልካ ክትፈልጥ ኣብ ከምዚ ጽቡቕ እዩ ኩሉ ግዜ ዝኾነ ነገር ከምዚኢታት ክት ክትራዳድኡ ከለኹም ምስ ዝኾነ ከኣ ምስ ባንክ ድዩ ምስ መንግስቲ ድዩ ምስ ስራሕኹም ድዩ ምስ ኩንትራት ዝገበርኩምሉ ድዩ ብወረቀ ብጽሑፍ ብጽሑፍ እዚኣ ከኣ ኩሉ ግዜ ጸገም ኣላትና ኢሎምኒ መሲልኒ ነጊሮምኒ ዘይኮነስ ብጽሑፍ ብኢመይል ድዩ ብደብዳቤ ድዩ ብጽሑፍ ክትሕዝዎ ኣለኩም ዝኾነ ነገር ደሓር ኣይበልናካን እዩ ዝከውን ማለት እዩ ስለዚ ኣብዚ ብዙሕ ከማክረኩም ብናተይ ሸነክ ኣይክእልን እየ ብቁዕ ኣይኮነን ግን ብድብድቡ እቲኣ ክብለኩም ዝክእል እያ እቲ ጠበቃ እዚ ኦርጋኒሰሽን ክትደልዩ ኣለኩም ኣብ ከምኡ ክሕግዙ ምናልባት ከማን ኣብ ዓዲ እንግሊዝ ከማን ትደልዩ እቲኦም ከምኡ ጸገም ዘለኩም ኣብ ዓዲ እንግሊዝ ኣለው ከምዚ

በርከ ብዙሕ ግዜ ከኣ ከምኦም ንከምዚኦም ዝሕግዙኻ ክትከይድ ኮለኻ ክነግሩ ኣይፍቀደሎምን እዮም እቲ ናትካ ውሽጥ ማለትኒ ዳትንሾት ዳታ ፕሮቴክሽን ኣሎ ከተሓላልፉ ኣይፍቀደሎምን እዩ እቲ ናትካ ኢንፎርሜሽን ስለዚስ ምስኦም ከማን ክትማኸር ትኽእል ኢኻ እንድሕር ጠበቓ ከቢርካ ክብለኩም ጥራይ ዝኽእል ወይ ድማ ኣብዚ ሰብ ልኢኽካ ውክልና ሂብካ እቲ ሰብ ኣብዚ ናይ ቆጸራ ደብዳቤ ናይ ጠበቓ ቆጸራ ይወስድ እቲ ሰብ ትውክሎ ከኣ ብደንቢ እንታይ እንታይ ክትሓትት ከም ዘለካ ክትነግሮ ኣለካ እሱ ይሓተልካ እሱ ሽዑ ከኣ መልሲ ይህበካ ማለት እዩ። ግን ቅድሚ ኣብ ከምዚኢታት ምእታውኩም ብሕልፍቲኤን ዝወለዳ ቆልዑ ሒዝካ ኮለል ኣብ ዓዲ ዓዲ ትብል ብርከ ነቲኦም ቆለውዑ ከማን ከቢድ እዩ ቋንቋ ድዩ ካልእ ቋንቋ ክማሃሩ መሊሶም ናብ ጀርመን ክምለሱ መሊሶም ካልእ ኢንቫያመንት ማለትስ ነቲኦም ቆለውዑ ከማን ስትረስ እዩ ዝኩሉ ስኒ ዘይ ካልኣይ ስደድ ክስደዱ ኣብ ክንዲ ንዓቕሊ ጌርካ ኣብ ሓደ ዓዲ ወረቐትካ ክትዕሪ ትፍትን ብርከ ብዝያዳ እቲኦም ወረቐት ናትኩም ዘየሐጉሰኩም ዘሎስ ከመይ ገይረ እንታይ እንተ ገበርኩ ይዕወት እንታይ እንተ ገበርኩ እቲ ወረቐተይ ይቕየር ኢልኩም ክትሓቱ ኣለኩም። Ausbildung ዲኹም ትገብሩ ሕጂ ንኣብነት Mangelberufe ዝበሃል ኣሎ Mangelberufe ማለት እንታይ እዩ እቲ እዚኦም Bestimmte Berufe ኣሎ እዚ ከምዚ ከም እንታይ እሞ ንክብለኩም እየ ብዙሓት ሰባት ክገብርዎ ዘይደልዩ ውሑድ ሰብ ውሒድዎም ዘሎ ናይ ግድን ነቲ ሞያ ሰብ ስኢኖም ዘለዉ መንእሰያት ስኢኖም ዘለዉ ሕጂ ኣብ ኢንተርነት ክትደልዮ ትኽእል ኢኻ ማንገል ቤሩፈ ዝበሃል ኣሎ እቲ ማንገል ቤሩፈ ኢልካ እሱ እንድሕር ተማሂርካ ንዓኻ ሽዑኡ ኣብቲ ኣውስቢልዱንግ ግዜ ክነጽጉኻ ይፍቀደሎም እዩ ሓደ እቲ ኣውስቢልዱንግ ምስ ወዳእኻዮ ከኣ ድሉይ እስኻ ስለ ትድለይ ዘለኻ ኣብዚ ዓዲ ከኣ ሰባት ከምኡ ክሰርሑ ዘለዉ ስለ ውሑዳት ዝኾኑ ወይ ስለ ዘየለዉ ኣብዚ ዓዲ ክትተርፍ እቲ ዕድል ላዕሊ እዩ ወይ ድማ እንድሕር ዕድል ጌርካ ጓል ዓድኻ ጀርመን ፓስፖርት ዘለዋ እሳ እንድሕር ካባኻ ወሊዳ ወይ ያው ምስኣ እንድሕር ተመርዒኻ እሱ ከማን ይኸውን እዩ ማለትስ ኣጋባብ ኣሎ እዚ ንዝን ሕጂ ክብለኩም ከቢድ እዩ ብኸምኡ እዮም ከማን እዚኦም ኣፍሪቃውያን ሕጂ ትርእይዎም ኣለኹም ንኣብነት ቀልጢፎም ካብ ሓንቲ ጻዕዳ ይወልዱ መታን ክተርፉ ጥራይ እዩ መብዛሕትኡ ግዜ እንድሕር ኣስተብሂልኩም ወይስ ቴና ቴና ኣነስ ቀልጢፈን ይጠንሳ በቃ እሱ ጥራይ እዩ ንዕኦምስኒ መክንያት ከምዚ ናይ ኤርትራውያን ኣሳይልም ክወስ ኣይቅበልዎምን እዮም ተረዲእኹምኒ ሽዑ ብኸምኡ እዮም ከማን ማለትስ ኮነ ኢሎም እዮም ዝወልዱ ንክተርፉ ኢሎም ብሓፂሩ በርከቲ ኣጀር መናዊት እንድሕር ኮይና ኣዴኦም ካብቲ ዝወልድ ዘሎ ክነጽግዎም ኣይፍቀደሎምን እዮም እቲ ቆልዓ ስለ ዝወለዱ ብዚ ዓዲ ንኣብነት እዚ እንድዒ ትፈልጥዎ ዲኹም ኣይትፈልጥዎን ኣብቲ ዩቱብ ጸሓፉለይ ኣብ እዚ ኩሉ ዝብለኩም ዘለኹ ጠቓሚ ድዩ ኣይጠቓምን እንድዒ መቸም ብዙሕ መኽንያታት ኣሎ ከማን ሰባት ከማን ሕጂ ንኣብነት ኣብ ኣዲስ ኣበባ እንድሕር ኣለኻ ገለ ጆብ ቤሩፍ ኣለካ ካብቲኤን ማንግል ቤሩፍ እንድሕር ኮይነን ኣብዚ ዓዲ ምስ ሓደ ትካል ክስታይ ኩንትራት ክትገብር ትኽእል ኢኻ ሓውኻ ድዩ ሓፍትኻ ኣብ ከምኡ ኣዚ ከምኡ እንድሕር ብጉፍ ኣለዋ ከምዚ እንታይ ዝባል ሞያ ሞያ ከምኡ ክትመሃር ኢላ ናብዚ ዓዲ ከማን ክትኣቱ ትኽእል እያ እዚ ከማን ይከኣል እዩ ክብለኩም ይደሊ በቃ ደሓን እዚ ብዝከኣል መጠን ኣብቲ ዩቲዩብ ረኣይዎ ኩሉ መልሲ ናትኩም ከኣነ ኣብኡ ንገሩኒ እስኻትኩም ኣፍልጦ እንድሕር ኣለኩም ዝተመለሱ ካብ ዓዲ እንግሊዝ ወይ ካብ ካልእ ዓዲ ናብ ጀርመን ተመሊሶም ኖርማል ክነብሩ ዝኸኣሉ ከኣኒ ብዘይፀገም

ያ ዝበለጸ ኣብቲ ዩቲብ ሕደግዎ ሕጂ መሊሰ እዚኣ ቪድዮ መናውሒ ጥራይ እዚ ክሓተኩም እንታይ ማለትኩም እዩ ኒዳላሱን ካንስቱቬክ ናበይ ክትከይድ ደሊኻ ኒዳላሱን ድሕር ኣለካ ትርዳእንን ኡን ብፍክስተች ድሕር ኣለካ ክትገይሽ ትኽእል ኢኻ ኖርማል እያ ክትገይሽ ትክእል ኢካ ግን ኣይትርዳኣንን ናበይ ኢካ ክትከይድ ካንስቱቬክ ክትከይድ ትክእል ዲካ ትብል ዘለካ ማሓረም ኣብቲ ዩቱብ ሕደግዎ ኩሎ በጃኩም ሕጂ ክወጽእ እየ መታን እቲኣ ዩቱብ ብርክ ኣነ እዚ ኣብዚ ዝሰራሕክዎ ኣብኡ እየ ዝልጥፎ ካልኣይ ቪድዮ ገለ ይሰርሕን እየ ኦኬ ቴንክ ዩ የቀንየለይ ስስናይቱም ነርኩም መሊሰ ክምለስ እየ ካልኣ ሓጺር ኣለኒ ክስታይ ኣብቲ ዩቱብ ሕደግዎ እዚ ኩሉ ትሓትኑ ዘለኹም ኣብኡ ሕደግዎ ብዙሓት እንድሕር ሓቲቶም ሓደ ሕቶ ከኣ እየ ዘምጽእ እምበር ከምዚ ናይ ቀደም ሓደ ሰብ ሓቲትኒ ኩሉ ብቲ ዩቱብ ሓዲገዮ ኣለኹ ከቢድ እዩ ንክልተ ሰብ ኢልካ ሓደ ቪድዮ ክትሰርሕ ሪሰርች ክገብር ወይ ናይቲ ሪሰርች ክፈለኒ ሓወይ ማዕረይ ዩ ቻኦ